ሰላም ተኸታተልቲ መደባት ፈንቅል ኤሪ ሜድያ ከመይ ተምስዮ ንሎሚ ሓሙስ 26 ለካቲት ብካልኣይ ትሕዝቶ መደባት ቀሪበ ኣለኹ ንምክእታልኩም ብክብረ ይዕደም ሰናይ ምክእታል ክቡራት ተኸታተልቲ በቲ ቀዳማይ ንሪኣ ኣገዳሲ ዛዕባ ምስ እንፍልም ሎሚ መንግስቲ ኤርትራ ብመንገዲ ኣብ ኣሜሪካ ዝርከብ ኤምባሲ ቢሎ ነቲ ብቲቦር ናጊ ሰይጣን ዝኾነ ዲፕሎማሰኛ ኣንጻር ህዝብን መንግስትን ኤርትራ ዝዓጠቐ ናይ ኣሜሪካ ዲፕሎማት ኣብዚ ቅንያት ዝቐረበ ጽሑፋትን ዘይከውን ሓበሬታታት ዝምልከት ምላሽን ግብረ መልስን ተዋሂቡ ይርከብ ኣሎ። ቲቦር ናጊ ኣብዚ ዝሓለፈ ቅንያት ንዞባ ቀርኒ ኣፍሪቃ ዝምልከት ዘርጊሕዎ ኣብ ዘሎ ሓበሬታ ነቲ ስርዓት ብልጽግና ዘካይዶ ዘሎ ዕቡድ ምንቅስቓሳት ባሕርን ኣፍደገ ባሕርን ምኽንያታዊ ንምግባር እዩ ዘይከውን ነጥብታት ምልዓል ትንታነታት ክህብ ፈቲኑ ዝርከብ ዘሎ እዚ ሰይጣን ዝኾነ ዲፕሎማሰኛ ኣብ ዝተፍላለዩ ኣጋጣሚታት ንህዝብን መንግስትን ኤርትራ ኣብ ሓደጋታት ንምእታው ፈተነታት ኣካይዱ ግን ተዓዊቱ ዝፈልጥ ኣይኮነን ስርዓት ብልጽግና ብሰበብ ባሕርን ኣፍደገ ባሕርን ንክልተ ዓመታት ኣብ ልዕሊ ህዝብን መንግስትን ኤርትራ ዘካየዶ ፈኸራን ፕሮፖጋንዳን ክሰርሓሉ ከምዘይክእል ምስ ፈለጠ ሕጂ ከኣ ንናይ ምዕራባዊ ዓለም ሎቢስትን ጋዜጠኛታትን መራኸቢታትን ኣሽሓት ዶላራት እናኸፈለ እቲ ጎስጓሳት ቀጺልዎ ይርከብ ኣሎ። ኣብዚ ቅንያት ቲበር ናጊህ ዝዘርግሖ ጽሑፋት ከኣ ዘይሓላፍነታዊ ጥራይ ካብ ምዃን ሓሊፉ ንዞባ ቀርኒ ኣፍሪቃን ንጎረባብቲ ህዝብታትን ናብ ካልእ ሓደጋታት ዘምርሕ'ዩ። እዚ ስለዝኾነ'ዩ መንግስቲ ኤርትራ ብመንገዲ ኣብ ሕቡራት መንግስታት ኣሜሪካ ዝርከብ ኤምባሲ'ዩ ቢሉ፣ እቲ ብቲዩበር ናጊ ቀሪቡ ዝርከብ ዘሎ ጽሑፋትን ትንታነታትን ዘይሓላፍነታዊ፣ ዘይወድዓዊ፣ ንዝተፍላለዩ ንጥፍታት ዘዛብዕ ምዃኑ ድሕሪ ምጥቃስ፣ ካብ ከምዚ ዓይነት ሓደገኛ ተግባራቱ ክቑጠብ ተሪር መልእኽታት የሕሊፉ ዝርከብ ዘሎ ኣብ ዝተፍላለዩ እዋናት ስርዓታት ኢትዮጵያ ከምዚኦም ዓይነት ሰይጣውንቲ ዝኾኑ ዲፕሎማሰኛታት ምዕጻብ ኣንጻር ህዝብን ሃገርን ዝተፍላለዩ ፈተነታት ኣካይዶም እዮም። እቲ ዝተኻየደ ፈተነ ግን ተዓዊቱ ዝፈልጥ ኣይኮነን። ብልጽግና ሕጂ ንከም በዓል ቲበርናግን ካልኦት ዲፕሎማሰኛታት ናይ መንግስቲ ኣሜሪካ ኣብ ቅድመ ግንባር ኣሰሊፉ ዘካይዶ ዘሎ ዕቡድ ፈተነታት ከምቲ ዝቐደመ ብዘይ ፍረ ከምዝድምደም ጥርጣረታት ዝበሃል የብልናን። ከምቲ እሾኽ ንዓጫርያ ጉድጓድ ንፍሓርያ ዝበሃል፣ ስርዓት ብልጽግና ኣብ ልዕሊ ኤርትራ ዘካየዶ ፈኸራታትን ካልእ ዕቡድ ዝኾነ ወተሃደራዊ ምንቅስቓስን ናብ ካልእ ሓደጋታት ምስ ኣእተዎ፣ ብኸምዚኦም ዓይነት ዲፕሎማሰኛታት ኣቢሉ ነቲ ከካይዶ ዝደሊ ዘሎ ሓደገኛ ኲናት ምኽንያታዊ ንምግባር'ዩ ኣብ ሸለብገለብ ተጸሚዱ ዝርከብ ዘሎ። እዚ ዝግበር ዘሎ ሸለብገለብ ብናይ ምዕራባዊ ዓለም ሎቢስትን ጋዜጠኛታትን ግን ንብልጽግና መሊሱ ሓደጋታት ክዕድመሉ እንተዘይኮይኑ ካልእ ፍረ ክወልድ ዝኽእል ኣይኮነን። ኣብ ዝተፍላለዩ ኣጋጣሚታት ቲበርናጊ ንህዝብን መንግስትን ኤርትራ ኣብ ሓደጋታት ንምእታው ልክዕ ንምዃን ቅድሚ ሓሙሽተ ዓመታት ነቲ ትግራይ ጆኖሳይድ እናተባህለ ዝተደርሰ ድራማታት ንሓይልታት ምክልኻል ኤርትራ ግዳይ ንምግባር ዝተኻየደ ዕቡድ ዝኾነ ምንቅስቃስ ዝመርሖ ዝነበረ ሰብዩ። እቲ ዘካየዶ ፈተነታት ግን ንዕኡን ንመሰልቶን ስዕረትን ውርደትን ጥራይዩ ዓዲምሎም ነይሩ። እዚ ሕጂ ዝግበር ዘሎ ምንቅስቃስውን። ካውይ ዝፈሊ የብሉን። ኤምባሲ ሃገረ ኤርትራ ኣብ ሕቡራት መንግስታት ኣሜሪካ ሂብዎ ዝረከብ ዘሎ ምላሽን ግብረ መልስን እዋናውን ኣገዳስን እዩ። ኩቡራት ተኻታተልቲ ናብቲ ካልኣይ ኑሪ ኣገዳሲ ዛዕባ ምስ እንሰግር ቀዳማይ ሚኒስተር ሱዳን ናብ ግብጺ ካይሮ ብምቕናዕ ምስ ፕረዚደንት ግብጺ ዓብደልፋታሕ ኣልሲስን ካልኦት ወተሃደራውያን ኣዘዝቲ ናይታ ሃገር ርክባት ከምዘካየደ መራኺብታት ናይ ሱዳን እና ግብጽን ጸብጻባት ሒዘን ይወጻ ኣለዋ። ኣብዚ ሕጂ እዋን እታ ኣብ ሱዳን ዝካየድ ዘሎ ኲናት ግብጺ ቀጥታዊ ሓገዛት ንሰራዊት መንግስቲ ሱዳን እናሃበት እያ ትርከብ ዘላ። ሓምዳን ደጋሎ ኣብ ዩጋንዳ ካምፓላ ብምዃን ግብጺ ካብ መሬት ሃገራ እናተበገሰት ብነፈርቲ ኲናትን ድሮናትን ኣብ ልዕሊኦም መጥቃዕትታት ትፍጽም ከምዘላ ክስታት ከቐርብ ተሰሚዑ ነይሩ። እዚ ሎሚ ቀዳማይ ሚኒስተር ሱዳን ናብ ግብጺ ኣካይድዎ ዝርከብ ዘሎ ናይ ስራሕ ምብጻሕ ምስ ፕረዚደንት ግብጺ ዓብደልፋታሕ ኣልሲሲ ኣብ ዘካየዶ ርክባት፣ ግብጽን ህዝብን መንግስትን ናይታ ሃገር ንሱዳን ዝገብሩላ ዘለዉ ሓገዛት ዘይነጽፍን ጌና ቀጻሊ ከምዝኾነ ቃል ተኣትይሎም ይርከብ ኣሎ። ብወገን ቀዳማይ ሚኒስተር ሱዳን፣ ግብጺ ከምኡ'ውን ጎረባብቲ ሃገራት ንሰራዊት ህዝብን መንግስትን ሱዳን ዝገብሩሎም ዘለዉ ሓገዛት ኣብ መሬት ሱዳን ቁልጡፍ ምቅያራት ይመጽእ ከምዘሎ ንዝገብርሎም ዘለዉ ሓገዛት ከኣ ምስጋኑ ገሊጹ ይርከብ ኣሎ። ቀዳማይ ሚኒስተር ናይ ሱዳን ምስ ካልኦት ወተሃደራውያን ኣዘዝቲ ናይ ግብጺ ቀጥታዊ ርክባትን ዝርርባትን ብምክያድ ግብጺ ኣብ ሱዳን ተካይዶ ዘላ ኣገዳሲ ወተሃደራዊ ሓገዛት ትቕጽለሉን ናብ ዝዓበየ ደረጃታት ተዕብየሉን መንገዲ ከምዝተዛተየ'ውን ካል መራኸቢታት ናይ ሱዳን ጸብጺበንኦ ዝረከባ ዘለዋ ዓበይቲ ዜናታትን ኣርስታትን እዩ። ክቡራት ተኸታተልቲ ናብ ሳልሳይ ንሪኣ ኣገዳሲ ዛዕባ ምስ እንሰገር ስርዓት ብልፅግና ትማሊ ኣብ ክልል ኣምሓራ ኣብ ዙርያ ባህር ዳር ኩናት የካይድ ከም ዘሎ ወግዓዊ ሓበሬታ ዘርጊሕ ይርከብ ኣሎ። ብልፅግና ኣብ ዙርያ ከተማ ባህር ዳር ጥራይ ዘይኮነስ ኣብ ከባቢታት ጎንደር ምስ ፋኖ ደማዊ ኲናት እናካየደ ይርከብ። ብመሰረት ሎሚ ተዘርጊሑ ዝርከብ ዘሎ ሓበሬታ፣ ስርዓት ብልጽግና ደልጊ ንዝተባህለት ከተማ ብፋኖ ትማሊ ኣብ ትሕቲ ቁጽጽር ዝኣተወት ነጻ ንምውጻእ ሎሚ ከካይዶ ኣብ ዝወዓሎ ኲናት ብድሮናትን ነፈርቲ ኲናትን ዝተሓገዘ ናይ ድሮን መጥቃዕትታት ብምክያድ ንሰራዊቱን ምልሻታቱን ብጌጋ ብምድብዳብ ልዕሊ ሚእቲ ዝኾኑ ምልሻታትን ወተሃደራቱን ከምዝቐተለ ፋኖ ወግዓዊ ሓበሬታ ዘርጊሑ ይርከብ ኣሎ። ብልጽግና በዚ ናይ ድሮን ደብዳብ ሎም ፈጺምዎ ዝርከብ ዘሎ ኣብ ልዕሊ ሰራዊቱን ምልሻታቱን ኣብዚ ዝሓለፈ ክልተ ኣዋርሕ ንካልኣይ ግዜኡ ኮይኑ እዩ ዝርከብ። ኣቐድም ኣቢሉ ቅድሚ ክልተ ወርሒ ስርዓት ብልጽግና ናይ ድሮን ደብዳባት ብጌጋ ብምክያድ ሰብዓ ዝኾኑ ምልሻታቱን ወተሃደራቱን ክህልቕ ተራእዩ ነይሩ። እዚ ሎሚ ተኻይዱ ዝርከብ ዘሎ ናይ ድሮን ደብዳብ ብጌጋ ኣብ ልዕሊ ሰራዊትን ምልሻታትን ዝተፈጸመ ሚእቲ ዝኣኽሉ ምልሻን ወተሃደራትን ከም ዝተቐትሉ'ዩ ኣብዚ ጸብጻባት ተገሊጹን ተጠቒሱን ዝርከብ ዘሎ። እዚ ከኣ ናይ ስርዓት ብልጽግና ሓይሊ ኣየርን ድሮናት ዝእዝዙ ዝተፈላለዩ ውልቀሰባትን ብጌጋ ንሰራዊትን ምልሻታትን ናይታ ሃገር ዕላማታት ምግባር ዓበይቲ ጌጋታቶም ቀጺሎሞ ይርከቡ ኣለዉ። ፋኖ ንሰፊሕ ከባቢታት መሬት ክልል ኣምሓራ፣ ዓድታትን ገጠራትን ከተማታትን ኣብ ትሕቲ ቁጽጽር ብምእታው ገስጋሳቱ ቀጺሉ ይርከብ ኣሎ። ትማሊ'ውን ንላዕለዋይ ወተሃደራዊ ኣዛዚ ንዕስራን ሓሙሽተን ዓመታት ምስ ምክልኻል ናይታ ሃገር ዝነበረ ተወላዲ ክልል ኦሮሞ ኣብ ትሕቲ ቀይዲ ከምዘእተዎ ብቪድዮታት ኣሰንዩ ሓበሬታታት ዘርጊሑ ነይሩ። እዚ ከኣ ንሰራዊት ፈደራል መንግስቲ ኢትዮጵያን ነቲ ትማሊ መሓመድ ተሰማ ኣብ ክልል ኣምሓራ ዓበይቲ ዓወታት ነመዝግብ ኣለና ክብል ዝዘርጎ ሓብሬታ ንዕኡ ዘዋርድን እቲ ሓቀኛ ኩነታት ከኣ ፋኖ ኣብ ልዕሊ ሰራዊት ፈደራል መንግስቲ ኢትዮጵያ ጸብለልትነት የመዝግብ ከምዘሎ ንህዝቢ ዓለም ጉሁድ ኮይኑ ይርከብ ኣሎ ካብ ዜናታት ሰራዊት ፈደራል መንግስቲ ኢትዮጵያ ከይወጸና ስርዓት ብልጽግና ኣብ ዝተፈላለየ ከባቢታት ክልል ኣምሓራን ኦሮሞን ዝነበረ ሰራዊቱ ናብ ክልል ትግራይን ኤርትራን የጸግዓሉ ብዘሎ እዋንን ሰዓትን ብወገን ምዕራብ ትግራይ ከባቢታት ሑመራ ዝርከብ ዘለው ሰራዊት ፈደራል መንግስቲ ኢትዮጵያ ዶብ ጥሒሶም ናብ ውሽጢ መሬት ሱዳን ብምእታው ንቀይሕ መስቀል ኢዶም ይህቡ ከምዘለው ሓደ ካብቲ ዓበይቲ ዜናታት ናይዚ መዓልቲ ኮይኑዩ ዝርከብ ዘሎ። ክሳብ ሕጂ ብቁጽሪ ብዙሓት ዝኾኑ ሰራዊት ፈደራል መንግስቲ ኢትዮጵያ ካብ ተወለድቲ ክልል ኦሮሞ ወጻኢ ዶብ ጥሒሶም ውሽጢ መሬት ሱዳን ብምእታው ንቀይሕ መስቀልን ካልኦት ናይ ውድብ ሕቡራት ሃገራት ትካላትን ኢዶም ብምሃብ ተዓቚቦም ይርከቡ ከምዘለዉ'ዩ ዝሕበር ዘሎ። ኣቐድም ኣቢልና ኣብዚ ቅንያት ኣብ ዜናታት ከምዝጸብጸብናዮ ሰራዊት ፈደራል መንግስቲ ኢትዮጵያ ናብ ሓይልታት ምክልኻል ኤርትራን ሰራዊት ትግራይን ኢድ ይህብ ከምዘሎ'ውን ተጠቒሱ ነይሩ'ዩ። እዚ ሕጂ ናይ ስርዓት ብልጽግና ሰራዊት፣ ጌና እቲ ዝተዋህቦ ተልእኾታት፣ ሕሙም ዝኾነ ኣጀንዳ፣ ባሕርን ኣፍደገ ባሕርን፣ ኣብ ልዕሊ ኤርትራን ክልል ትግራይን ዝኾነ ይኹን ምንቅስቓሳት ከየካየደ፣ እዚ ሰራዊት ናይ ኩናት ወንን ሞራልን ስለዘይብሎ፣ ኣጽዋራትን ዕጥቁን ራሕሪሑ ዶብ ጥሒሶ ውሽጢ መሬት ሱዳን ብምእታው'ዩ ንናይ ረድኤት ትካላት ብኸምዚ ዓይነት መንገዲ ኢዱ ክህብ ተራእዩ ዝርከብ ዘሎ። እዚ ጉዳይ ጌና ክቕጽል እዮ። ስርዓት ብልጽግና ነዚ ፈርካሽ ሰራዊትን ዓቕሉ ዘጥበበ ሰራዊትን ተሰኪሙ ኣበይ ክበጺሑ ክንከታተሎን ክንዕዘቦን ኢና። ሓደ ካብቲ ንወተሃደራውያን ኣዘዝቲ ናይ ስርዓት ብልጽግና ዓቢ ግድል ኮይንዎም ዝርከብ ዘሎ ጉዳይ ሰራዊት ናይታ ሃገር ብብዙሕ ጉትሪ ይማረኽን ዕጥቁን ኣጽዋራትን ገዲፉ ናብ ዝተወልደሉ ከባቢታት ይሃድምን ይበርግግን ስለ ዘሎ እዩ። ክቡራት ተኸታተልቲ ናብቲ ራብዓይ ንሪኦ ዛዕባ ምስ እንሰግር ኣብ ኢትዮጵያ ኣንጻር ስርዓት ብልጽግናን ዕሸል መራሒ ናይቲ ሃገር ኣብዪ ኣሕመድ ትቃለስ እንተደኣ ኮንካ ናይ ሻዕብያ ልኡኽን ሰራሕተኛን ኢኻ ብምባል ኣብ ኢትዮጵያ ንከምዚኦም ዓይነት ትካላት ውልቀ ሰባት ከምኡውን መራኸቢታት ብልፅግና ከዋርዶም ኣብ ዝቅንያት ንቡር ተርእዮታት ኮይኑ ይርከብ። ሕጂ ከኣ ስርዓት ብልፅግና ንፀለውቲ ፖለቲከኛታት ናይ ክልል ኣምሓራ ብመንገዲ ሓደ ኣፈኝዩ ቢሉ ንሳቶም ልኡኻት ናይ ሻዕቢያ እዮም፣ ኢትዮጵያ ንምፍራስ እዮም ዝሰርሑ፣ ምስ ሻዕቢያ ተሓባቢሮም እዮም ዝሰርሑ እናበለ ኣንፃሮም ጎስጓሳት ጀሚሩ ይርከብ ኣሎ። እዚ መርሻ ዝተባህለ ተወላዲ ክልል ኣምሓራ ኣብዚ ሕጂ እዋን ምስ ስርዓት ብልጽግና ተሰሊፎ ህዝቢ ምሓራ ንክጸንት ዝሰርሕ ዘሎ ደሳለች ኣኔን ከምእውን ኣብ ማእሰርቲ ዝርከብ ክርስትያን ታደለ ናይ ሻዕብያ ልኡኻት ምስ ሻዕብያ ብምዃን ንህዝቢ ኢትዮጵያ ንምብትታን ዝሰርሑ ዘለዉ እዬም ብምባል ሎሚ ሂብዎ ዝርከብ ዘሎ ሓበሬታ ንብዙሓት ተወለድቲ ክልል ኣምሓራ ኣቖጢዑ ይርከብ ኣሎ። ስርዓት ብልጽግና ንውልቀ ሰባት ንትካላት ብዓብይኻ ንመራኸቢታት ናይቲ ሃገር ከምዚ ዓይነት መጥቃዕትታት ምክያድ ኣብዚ ቅንያት ስራሕ ኢሉ ተታሒዙ ወይ ዝርከብ ዘሎ ንኣዲስ ስታንዳርድ ትማሊ ከምዝኣገዳ ኣቐድም ኣቢሉ'ውን ዋዘማ ሬድዮ ንሻዕብያ ዝምልከት ጸብጻባት ሰሪሕኩም ንህዝቢ ናይታ ሃገርን ንኢትዬጵያን ኣብ ሓደጋታት ዘውድቕ ጸብጻባት ተውጽኡ ኣለኹም ብምባል ኣብ ልዕሊኦም ስጉምታ ተወሲዱ ነይሩ። እዚ ሕጂ ኣብ ልዕሊ ተወለድቲ ክልል ኣምሓራ ተወሲዱ ዝርከብ ዘሎ ከምዚ ዓይነት ፈተነታት መቐጸልታ ናይቲ ስርዓት ብልጽግና ንውልቀ ሰባትን ትካላትን ንመራኸቢታትን ዕላማ ገይሩ ዝንቀሳቐሰሉ ዘሎ ኩነታት ኮይኑ ይርከብ። ክቡራት ተኸታተልቲ ናብቲ ሓምሸ ናይ መወዳእታ ንሬ ዛዕባ ምስ እንሰግር ቦርድ ምርጫ ኢትዮጵያ ንክልል ትግራይን መሬት ትግራይን ዝምልከት ድሕሪ ዝሃቦ ውሳነታት ኣብ ትግራይ ናብ ኢትዮጵያን ሓያል ቁጥዐ ከም ዝተፈጥረ ኣብ ዜናታት ተኸታቲልናን ተዓዚብና ነርና ስርዓት ብልፅግና ነቲ ዘጋጠመ ተቃውሞታት ንምድባስ ካልእ ድራማታት እናሰርሐ ይርከብ ኣሎ። ምኽንያቱ እታ ኣብ ባይታ ኣጋጢሙ ዝርከብ ዘሎ ኩነታት ተወለድቲ ክልል ትግራይ ኣብ ሓደ ክጥምርን ከስምርን ስለዝኸኣለ ዩ። ብልፅግና ተጋሩ ኣብ ሓደ መስመር ክመፁ ሓደ ካብቲ ዘፍርሖ ጉዳይ ዩ። ነቲ ቦርድ ምርጫ ኢትዮጵያ ዝሃቦ ከምዚ ዓይነት ውሳነታት ሓደገኛ ከምዝኾነ ተገንዚቡ ከዓ ሕጂ ብመንገዲ ጌታቸው ረዳን ካልኦት ዕሱባት ውድባት ኢና ናይ ትግራይ ዝብሎ ሓደ ድራማ ተደሪሱን ተሰሪሑን ይርከብ ኣሎ። ላዕለዋይ ቤት ፍርዲ ኢትዮጵያ ነቲ ቦርድ ምርጫ ኢትዮጵያ ዝሃቦ ውሳነታት ደው ኣቢልዎ ወይ ከኣ ነቲ ሓሳብ ክፍርስ ጠለባት ኣቕሪቡ ዝብል ሓደ ካብቲ ሎሚ ካብ ኢትዮጵያ ወጺኡን ተዘርጊሑን ዘርከብ ዘሎ ዜናታት እዩ። ነዚ ተዘርጊሑ ዝርከብ ዘሎ ከምዚ ዓይነት ሓብሬታ ቀንዲ ዋናታቱን ሃንደስቱን ጌታቸው ረዳ ከምኡውን ዳኒኤል ክብረትን ዕሸል መራሕ ናይታ ሃገር ኣብይ ኣሕመድን እዮም። እዚ ከምዚ ዓይነት ድርሰታት ኣብ ኢትዮጵያ ኣብ ዝተፍላለየ ኣጋጣሚታት ዝረኣናዮን ዝተዓዘብናዮን ስለዝኾነ ብዙሕ ዘገርም ኣይኮነን። ላዕለዋይ ቤት ፍርዲ ኢትዮጵያ ወሲድዎ ተባሂሉ ዝርከብ ዘሎ ውሳነታት ነቲ ኣብ ክልል ትግራይ ንትግራይ ኣብ ሓደ ዘስመረ ቦርድ ምርጫ ኢትዮጵያ ዝወሰዶ ውሳነታት ነቲ ህዝቢ መቓቒልካ መሊስካ ናብ ካልእ ኣንፈታት ንምእታው ዝግበር ዘሎ ድራማታት ምዃኑ ተጋሩ እውን ነቒሖምሉ ድሕሪዚ ሓበሬታ ኣንጻሩ ተቓውሞታት እናስምዑ ይርከቡ ኣለዉ። ኢትዮጵያ ናይ ድራማ ሃገር ጌና እቲ ድራማታት ይቕጽል ኣሎ። እታ ሃገር ግን ብቕልጡፍ መንገዲ ንዕርብራብ ገጻ ተቕንዕ ኣላ። ክቡራት ተኻታተልቲ ፈንቅል ኤሪ ሜድያ ንሎሚ ኣዳልየዮ ዝነበርኩ ካልኣይ ትሕዝቶ መደባት እዚ ክትካታተልዎ ዝጸናሕኩም እዩ ዝመስል ነይሩ። ጽባሕ ብካልእ መደባት ክሳብ እንራኸብ ሰላም ወሰናይ ኣብ ዘለኹሞ